ንክብሪ ጎይታ ደው ኢልና ቃል ኣምላኽ ኣንቢብና ናብቲ ሎማዓንቲ ዘሎ መልእኽቲ ክንሓልፍ ኢና። እሺ ክብሪ ንኣምላኽ ይኹን መጽሓፍ ቅዱስ ሒዝኩም ዘለኹም ራእይ ዮሃንስ ምዕራፍ ሰለስተ ካብ ቁጽሪ ዓሰርተ ኣርባዕተ ጀሚርና ክሳብ ዕስራን ክልተን ከነንብብ ኢና። ብስም ጎይታና የሱስ ክርስቶስ ከንብቦ እየ። ናብ መልኣኽ ማሕበር ሎዶቅያ ጸሓፍ። እቲ ኣሜን እሙን ሓቀኛ ምስክር መጀመርታ ፍጥረት ኣምላኽ ከምዚ ይብል ኣሎ፣ ዝሑል ወይስ ምዉቕ ዘይምዃንካ ግብርኻ እፈልጥ ኣሎኹ። ብኻ ዝሑል ወይስ ምዉቕ ምኾንካ ከምዚ ልብጥ ዝበልካ ብምዃንካ ኣይምዉቕ ኣይዝሑል ኢኻ እሞ ካብ ኣፈይ ጡፍ ክብለካ እየ። ሃብታምን ፈሳስን እየ ሓንቲ ዝደልያ ነገር እኳ የብለይን ብምባልካ ሕሱርን ዘደንግጽን ነዳይን ዕዉርን ዕሩቑን ምዃንካ ኣይትፈልጥን ኢኻ ዞሎኻ። ምእንቲ ክትህብትም ብሓዊ ዝጸረየ ወርቂ ኻባይ ክትዕድግ፣ ሕፍረት ዕርቃንካ ምእንቲ ኸይቅላዕ ኽትክደን ከኣ ጻዕዳ ኽዳውንቲ፣ ምእንቲ ኽትርኢ ነዒንትኻ እትኳሓለሉውን ኵሕሊ ካባይ ክትዕድግ እመኽረካ ኣሎኹ። ኣነ ነቶም ዘፍቅሮም ዘበሉ እገንሖም እቐጽዖምውን እየ። ደጊም ቅናእ እሞ ተነሳሕ። እንሆ ኣብ ኣፍ ደገ ቤት ደው ኢለ ዃሕዃሕ እብል ኣለኹ፣ ሓደ እኳ ድምጸይ ሰሚዑ ማዕጾ እንተ ኸፈተለይ፣ ናብኡ ኽኣቱ ምስኡውን ክድረር እየ። ንሱ ንምሳይ፣ ከምቲ ኣነውን ዝሰዓርኩ እሞ ምስ ኣቦይ ኣብ ዝፋን እተቐመጥኩ፣ ነቲ ዝስዕር ኣብ ዝፋነይ ምሳይ ክቕመጥ ክህቦ እየ። እዝኒ ዘላቶ እቲ መንፈስ ንማሕበራት ዝብለን ዘሎ ይስማዕ። ጎይታ ይባርኽኩም ተቐመጡ ተባረኹ። ክብሪ ንጎይታ ይኹን እግዚኣብሔር ኣምላኽ መስገን እግዚኣብሔር ከምዝመሰለ ጊዜ ስለዝሃበና ንኣምላኽ ክብሪ ይኹኖ ኣምላኽ እሙን ኣምላኽ እዩ እግዚኣብሔር በብጊዜኡ ከምዝክእክበና ከሎ ድምፁ የስማዓና እዩ ድምፂ ኣምላኽ የስማዓና ፍቓዱ የፍልጠና ምኽሩ ሓሳቡ ከፍልጠና እዩ ኩሉ ሳዕ ዝእክበና እሞ ንኣምላኽ ክብሪ ይኹኖ ንኣምላኽ ኣዝየ እየ ዘመስግኖ። እዛ ቓል እዚኣ ቅድሚ ናብዛ ዘንበብክዋ ክፍሊ ምእታወይ ገለ ሓሳብ ክዛረብ እሞኒ ናብዚ ናይ ሎማዕንቲ መልእኽቲ ክንኣቱ ኢና። ኣብ ዝሓለፈ ግዜ ናይ ኣማላጅ ድዮም ዝብሃሉ እዞም ኢትዮጵያውያን ኣሕዋትና መደባት ኣዳልዮም ኔሮም ስለዚ ንሕና ውን ተዓዲምና ከይድና ኣለና ኣብኡ ዝኸድኩም ሰባት ውን ኣለኹም እግዚኣብሄር ይመስገን ኣብታ ግዜ እቲኣ ብፍላይ እታ ሰለስተ መዓልቲ ንዓና ንኤርትራውያን ምእንቲ ክትጽልዩልና ጉዳይና ዝያዳ ንሕና ስለ ንፈልጥ ድማ ባዕልና ነቲ መደብ ክንሕዞ ባዕልና ውን ጸሎት ክንመርሕ ቃል ኣምላኽ ውን ባዕልና ከነካፍል ከም ዝመስል ዕድል ሂቦምና እተን ሰለስተ መዓልቲ ማለት እዩ ስለዚ ሓቢርና ናይ ጸሎት ግዜ ነይርና ብጣዕሚ ጽቡቅ ግዜ ድማ ነይሩ ክብሪ ንኣምላኽ ይኹን ኣመስጊናዮም ድማ ጎይታ ይባርኽኩም እዚ ስለ ዝገበርኩም እቲ ገሊኡ ኣብ ሱዳን ስለ ከምኡ ዓይነት ነገር ንገብር ነበርና ሓቢርና ኣዝዩ ደስ ኢሉኒ ማለት እዩ ክብሪ ንኣምላኽ ይኹን ግን እታ ቀዳመይቲ መዓልቲ ብፍላይ እታ ናይ ቃል ግዜ ንዓና ስለ ዝሃቡና ፓስተር ገሌ ሽዑስ ቃል ከተካፍለና ይብለኒ ማለት እዩ ዋ እዚኣሲ እስኹም ትሕሹ ሕጂ ኣምሓርኛ ስለ ዝኾነት ብምሓርኛ ተኮይናስ ግደፈኒ ንዓይ ኢለዮ ንዓይ ግደፈኒ ንስኹም ትሕሹ በዓል ፓስተር ሰሌ እውን ኣለዉ ገለ ኢለዮ በቃ በል ድሕር ከምኡ ኮይኑስ ገለ ኢሉ ገዲፍኒ ማለት እዩ ድሓር ግን ኣይገደፈንን ከዓ ደዊሉ ዓርቢ ማለት እዩ ሶንያ ትኸውን ደላ ዓርቢ እያ ከደው ኢልካለይ ዓርቢ ደው ኢሉ እዛ ነገር ናባኸ ኣይልኒ ባእ ንዓባ ፓስተር እስኹም ትሕሹ ኣምሓርኛ እሞ ኸኣ እሞ ኸኣ እሞ ባዕሎም ተዛረብቲ ኣምሓርኛ ሕጅስ ግደፈኒ ኢለ ኖኖ ናባኻ እያ ገለ ምስ በለኒ ሽዑ ክሓስብ ጀሚረ ኦኬ እዚኣ እግዚኣብሄር ከዓ ገለ ደልዩ ክኸውን ይኽእል እዩ ብዝብል ኦኬ ምእዛዝ ትሕሸኒ ኢለ እሺ ኢለ በቃ እሺ ኢለ ግን ክሓስብ ጀሚረ ካብታ ሸዓ ትሒዘሲ ስቕ ኢሉ ክሓስብ እንታይ መልእኽቲ ክህበኒ ኣምላኽ ደኣ ኣብኡ ኣብ ከምኡ ዝመሰለ ኣኼባ ሲ ኢለ ሕጂ ይሓስብ ገለመለ መቸም ናይ ንግሆ ከባቢ ነይሩ ውዒልና ምሸት እውን ጸልየ ጎይታ እስከ ኢለ ዋላ ሓንቲ ዝኾነ ነገር ኣይነበረን ዓርቢ ማለት እዩ ግን ናብ ናብ ቀዳም ዘውግሕ ለይቲ ሕልሚ ይርኢ ድሓር እቲ እታ ዘረኣኽዋ ሕልሚ ክነግረኩም ኣብኡ እውን ስለ ዝነገርኩም እታ መልእኽቲ እውን ንሳ ስለ ዝነበረት ድሓር ኣብቲ ሕልሚ እንታይ እየ ዝርኢ ከምዚ እክብ ኢልና ኣመንቲ ኮይንና እክብ ኢልና ሲ ሕጂ ደቂ ኣንስትዮ እውን ነይረን ሓንቲ ጓል ኣንስተይቲ ብቲ ቅድመይ ከባቢ ነይራ ስለዚ ኣተንሽን ትስሕብ ዓይነት ዕርቃና እያ ክዳን የብላን ሕጂ ኣጥባታ ይረአ ገለ ኣብ ቸርች እዩ ሓፂሪ ፀጉራ ግን ብጣዕሚ መልክዐኛ እያ ከዓ መልክዓ ከዓ ፅብቕቲ ሕጂ ግሊፅ ኢላ ትዛረብ ኣብ ገፃ ግን ከምኡ ዓይነት ድፍረት የለን ማለት እዩ ኣይስማዓን እዩ ከምዚ ሰብ እንዳ ረኣያሲ ዕርቃና ከም ዘላ ገለ ገለ ፈጺሙ ዘይስማዓ ስምዒት ናይ ሕፍረት ዝበሃል ኣብ ገጻ የለን ተዛ ጓል ኢለ ድሓር በዚ ጎነይ ሰብ ነይሩ ኣይርእዮን እየ ነቲ ሰብ ግን እንታይ ይብለኒ እዚኣ ኢልኒ ብጣዕሚ ሰባኺት ናይ እምነት እያ ኢልኒ ሕጂ ውሽጠይ ዓቢ ሕቶ ተፈጢርኒ ከመይ ጌራ እዚኣ ሰባኺት ናይ እምነት ትኸውን ዕርቃና እሞ ማእኸል ህዝቢ ሕፍረት ኣይስምዓ ገለስ ከመይ ጌራ እያ ሰባኺት ትኸውን ኢለ ኣብቲ ውሽጠይ እየ ንበይነይ እየ ኮይ ሕጂ እዋ ንብጣዕሚ ሓያል ሰባኺት ናይ እምነት እያ ገለ ዝብለኒ ድምፂ በዚ ጎነይ ይሰምዕ ሰብ እዩ ኣይርእዮን እየ ግን ይዛረበኒ ከምኡ ኢሉ ድሓር ኣብቲ ሕልሚ እንታይ ምርዳእ ኣብይኒ እቲ ዘረብኡ ምክንያቱ ዝሪኣ ንዓኣ ዕርቃና እያ ግን ሰባኺት እያ ከኣ ሰዓት ሓሙሽተን ፈረቓን ይኸውን ሽዑ ተባራብሬ ሰዓት ሪያስ ሓሙሽተን ፈረቓን እያ ናይ ንጉሆ ማለት እዩ ልክዕ ብር ምስ በልኩ ኣብቲ ውሽጠይ ንሳ ቤተ ክርስቲያን እያ ሓደ ኢለ ስቕ ኢለ ኣብ ውሽጠይ ውሽጠይ እኮ ደሃር ደጊሙ ሎዶቅያ ኦ ሽዑ ከለኹ ተንበርኪኸ ማለት እዩ ምስ ተንበርከኽኩ ግን እዛ ሕጂ ዘላ ቤተ ክርስቲያን እቲ ንሎዶቅያ ዝተዋሃ መልእኽቲ ነዛ ሕጂ ዘላ ቤተ ክርስቲያን ከም ዝኾነ ንዝተፈለየት ሎካል ቸርች ጥራሕ ከኣ ዘይኮነ ንዝተፈለየት ዘይኮነስ ንኢትዮጵያውያን ይኹኑ ንኤርትራውያን ይኹኑ በተክርስትያን ዕርቃና ከምዘላ እዚ መልእኽቲ እዚ ይመጻኒ ስለዚ ንምሕሩ እውን ነጊረያ ከምኡ ዓይነት ኣነ ስብከተይ ነጊረያ ይፈልጥን እየ ክነግራ እውን ኣይትደልን እያ ኩሉ ግዜ ማለት እዩ ኣነ ምስ ህዝበይ ክምገብ ዝደሊ ዝኾነ ከይትነግረኒ እያ ትብለኒ ካብ ቀደም ንመጀመርያ ግዜ ንዓይ እውን ስለ ዝኸበደኒ ኣነ ከምዚ ገለ ኢለ ኣዛሪበያ ማለት እዩ ብዝኾነ እታ መሰጅ እሞ እዚኣ እያ ማለት እዩ ጎይታ ዝሃበኒ ኢለ ብዛዕባ ክጽልቐኒ እዛ መልእኽቲ እዚኣ እያ መሓላሊፈ ያብኡ ብድሕሪኡ ቀዳመይቲ መዓልቲ ንዓና እያ ተዋሂባ እሱ እዩ እቲ ዓይነት መልእኽቲ ነይሩ ካልኣይቲ መዓልትስ እንታይ ዓይነት መልእኽቲ እውን መፅ ኸውን ሕጂ ኢለ ተፀቢኣነ እውን ዝዓደምዎ ሽዑ ዘይነበረ ኣብታ ኣብታ ቀዳመይቲ መዓልቲ ነበረን ፓስተር ኤልያስ ዲ ሽሙ ኤርሚያስ ኤርሚያስ ፓስተር ኤርሚያስ ዝበሃል እተን ክልተ መዓልቲ እሱ ከገልግል ዓዲሞሞ ካብ ዝተፈላለየ ኣብያተ ክርስቲያን ዝተዋፅኡ ናይ ኣማላጅ ዝበሃሉ ትፈልጦም ትኾን ኢኹም እዮም እሱ እውን ተዓዲሙ መፅኡ እታ መዓልቲ እቲኣ መሰዊኢ ምፍራስን መሰውኢ ምሕዳስን መጀመርያ ክነፍርስ ኣለና ኢሉ እዚ ዓይነት ኣርእስቲ ሒዙ ትምህርታዊ ስብከት ዓይነት ትምህርታዊ ስብከት ኢና ክንብሎ ማለት እዩ ዓይነት ኣቕሪቡ ስለዚ ድሓር ኣብቲ መንጎ እንዳኸደ ልክዕ እኳ እታ ናይ ሶኒ መሰጅ እሳ ተዛሪባ መቸም ንሓደ ዝተኸደነስ ዕርቃንካ ኢኻ ይበሃልን'ዩ፣ ዕዉር ኢኻ ይበሃልን'ዩ እናበለ እቲ ሶኒ ዝነበረ መሰጅ እሱ ደጊምዎ ማለት'ዩ። እታ ካልኣይቲ መዓልቲ ናቱ'ውን ተመሳሳሊ'ዩ ነይሩ ማለት'ዩ። ኦው እዚ ስሬስ ጉዳይ'ዩ ማለት'ዩ። እዚ ንሕና ዘይተረደኣና ነገር ኣሎ፣ ኣምላኽ ግን ዝፈልጦ ነገር፣ ክንምለሰሉ ዝግበኣና ነገር፣ ጉዳይ እዩ ዝብል መሊሱ ናቱ መልእኽቲ ምስ መጸ መሊሱ ልበይ እንዳኸበደ ከይዱ። ብድሕሪኣ ከኣ እዛ ጽባሕ ሰንበት እውን ንዓና ኢኻ ክት ቃል ተካፊልልን ንፓስር ኦኬ ኣነ እውን እስከ እግዚኣብሔር እንታይ ይብለን ንኸውን ካልእ መልእኽቲ ንዕኡ ዘይኮነ ገለ ኢለ ከምዚ ተበልኩ ኣብያትኒ። ሕጂ እዛ መልእኽቲ እዚኣ ነዚ ጉባኤ እዚ እውን እዚ ጉባኤ እዚ ክሰምዖ ንገዛእ ርእሱ ንነፍሲ ወከፍ ንኻልእ ክነግሮ ኮታሲ ኮፍ ኢልካ ዝሕሰቦ ጉዳይ እዩ። ከምዚ መጽሓፍ ቅዱስ ኣብ መሳፍንትስ ሕሰብሉ ተመኻኽሩ ተመኻኸሩሉ እዚ ጉዳይ እዚ ዝበሎም ስሬስ ጉዳይ ስሬስ ጉዳይ ከም ዝኾነ እየ ተዓዚበ። ስለዚ ብሩኻት እግዚኣብሄር ናዕና ዘለዎ መልእኽቲ ኣብ ሎዶቅያ ዘሎ መልእኽቲ እዩ ማለት እዩ። ኣብዚ ዘንበብክዎ ክፍሊ ኣብዚ ዘንበብናዮ ክፍሊ ኣምላኽ ነዛ ማሕበር ሎዶቅያ ኣብ ሎዶቅያ ዝነበረት ማሕበር ዝሃባ መልእኽቲ እዩ ናዕና ሕጂ ኣብዚ ዘለና ኣብዚ ግዜ ዘለና ብውልቂ ይኹን ብደረጃ ሎካል ማሕበር ይኹን ብደረጃ ነሽን ይኹን ናይ እግዚኣብሄር ሓሳብ ወይ ከኣ ኣምላኽ ዝሪኦ ዘሎ ኣባና ዕርቃንና ምዃንና እዩ። ምስዚ ኩሉ ዕርቃንና ምዃንና ኣይንፈልጥን ከምኡ ምዃንና ኣይንፈልጥን ስለዚ እዛ እዛ ማሕበር እዚኣ ናብዚኣ ማሕበር እዚኣ ምስ ወሰደኒ ክሪኣ ጀሚረ ነዚኣ ነዛ ሓሳብ እዚኣ ብጣዕሚ ድማ ብዙሕ ዝገርም ሓሳብ ኣሎ ማለት እዩ ከም ፍቃድ ኣምላኽ ዘይኮነ ሓሳብ እዛ ማሕበር እዚኣ ሎዶቅያ ብፍላይ እታ እታ ሃገር እታ እዛ ማሕበር እዚኣ ዝነበረቶ ሃገር ሃብታም ከም ዝነበረት ብታሪኽ ዝዝረበላ እዩ ብታሪኽ ሃብታም እያ ካምፓኒ ናይ ጡጥ ወይ ከዓ ናይ ክዳን ካምፓኒ ዝነበሮም እዮም ከምኡ ድማ ናይ ኩሕሊ በቲ ግዜ እቲ ብጣዕሚ ትድነቕ እያ ነይራ ማለት እዩ ሎዶቅያ ኣብ ግዚኡስ ኣብ ዓለም ጽልዋ ዝነበራ ብሃብታ ፍልጥቲ እያ ነይራ ስለዚ ካብኡ ዝወጹ እዮም እቶም ኣመንቲ ማተርያል ወይ ከዓ ብዝተሓዝ ዝረአ ነገር ዝመልኦም እዮም ዋላ ሓንቲ ይጎድሎምን እዩ ግን ነቲ መንፈሳዊ ነገር ኣቓልቦ የብሎምን ኣብ መንፈሳዊ ነገር ብዙሕ ነገር እናኾነ ብዙሕ ነገር እናኾነ ግናኸ ኣይፈልጡን እዮም ማለት እዩ ስለዚ እቲ ዝብልዎ ኣምልኹ ይግበር እዩ፣ ጸሎት ይግበር እዩ፣ ይዝመር እዩ፣ ይስበኽ እዩ፣ ኩሉ ነገር ይግበር እዩ፣ ግናኸ ኣይፈልጡን እዮም ካብቲ ዝበሃል ከምዚ ትብል ኣለኻ ዮውሃንስ ኣብታ ጳጥሞስ እትበሃል ደሴት ተኣሲሩ ከሎ ዝጸሓፎ መልእኽቲ ነተን ሽዑ ዝነበራ ብግዚኡ ዝነበራ ማሕበራት ንሸውዓቲኤን ማሕበራት ጽሒፍዎ ኣሎ ስለዚ ጽቡቅ ጎነን ጽሒፉ እንደገና ከኣ ድኹም ጎነን ጽሒፍለን ኣሎ ዋላ ሓንቲ ብርቱዕ ጎኒ ዘይብላ ዝተነቀፈት ማሕበር እንተ ሪኢና ከኣ ማሕበር ለዶቅያ ማለት እዩ። ስለዚ ዝነቀፈን ኣሎ ጽቡቅ ነገረን ኣለወን እንደገና ከኣ ድኻመን ከኣ እናነገረ በቲ ግዜ እቲ መንፈስ ኣምላኽ ብዝሃቦ ነቲ ሃዋርያ ነተን ሽዑ ዝነበራ ማሕበራት ኣብ እስያ ጽሒፍለን ኣሎ ማለት እዩ። ስለዚ ንሎዶቅያ ግን ካብቲ ዝጸሓፈላ ዘሰንብድ ነገር እዩ። ካብቲ ዘሰንብድ ከኣ ወይ ዝሑል ወይስ ምዉቕ ዘይምዃንካሲ ካብ ኣፈይ እንታይ ክብለካ ኢዩ ዝብሎ ጡፍ ክብለካ ኢዩ ዝብል። ስለዚ እዚ ካልእ ትርጉም ዋላ ሓንቲ ናብ ካልእ ገጽና ክንወስዶ ኣይንኽእልን ኢና። እዚ ጃጅመንት ኢዩ። ሓደ ሓደ ግዜ እግዚኣብሄር ዘይፈርድ እዩ ዝመስለና እግዚኣብሄር ይፈርድ እዩ ስቲል እግዚኣብሄር ፍርዲ ከማን ኣብ ቤቱ እዩ ዝጅምር እዩ ዝብለና ስለዚ ካብዚ ፍርሃት እዚ ንክንወንፅእ ምእንቲ ሎሚ ቤተክርስትያን ብዙሕ ነገር ዝበሃል ነገር ኣሎ ቤተክርስትያን መቸም ንሓጢኣት ሸለል ከም ንብሎ መድረኻት ዝተደፈረሉ ግዜ መድረኽ ዝተተክኣሉ ቅድስና ዝረሓቐሉ ሰባት ፍርሃ ናብ ፍርሃት ኣምላኽ ዝወስድ፣ ናብ ጽድቂ፣ ናብ ቅድስና ዝወስድ ስብከታት ዝጠፋኣሉ ዘመን ኢና ዘለና። በንጻሩ እኳ ደኣ ንሓጢኣትን ንኽፍኣትን ዘተባብዕ ነገር ዝመሃረሉ ዘሎ ግዜ እዩ። ስለዚ መንፈስ ቅዱስ ነዚ ክርኢ ከሎ መንፈስ ቅዱስ ሕጂ ውን ሎዶቅያ ክነንብብ ከሎና እቲ መንፈስ ንማሕበራት ዝብለን ዘሎ ይስማዕ እቲ ዝሰምዕ እቲ እዝኒ ዘላቶ ዝብል ዘሎ ንሕና እምበኣር እዝኒ እንተድኣ ሃልዩና ኣሎ ሕጂ ንሎዶቅያ ዝብላ ዘሎ እቲ መንፈስ ክንሰምዕ የድልየና እዩ ማለት እዩ ሎዶቅያ ሓሊፋ እያ ሕጂ ከም ታሪኽ እኮ የላን ወን ማለት እታ ማሕበር እየ ዝብል ዘለኹ ብጣዕሚ እዩ ዝገርም ናይ ሕጂ ቱርኪ ስለዚ ለካ ለካ እቲ እንገብሮ ነገር ውሕስነት የብሉን ምዝማርና ውሕስነት የብሉን ብሩኻት ምዝላልና ውሕስነት የብሉን ምፍጻይና ውሕስነት የብሉን። ከም ሎሙይ ዘመን ገይሩ ልክዕ ከምቲ ን ን ን ን ንፍልስጠማውያን ዝደሃልዎም ዜለ ከሎ ኣብ ዜለ ዝደሃልዎም ማለት እዩ። እስራኤላውያን ንፍልስጠማውያን ድሂሎሞም ታቦት መጹ ኢሎም ፍልስጠማውያን ተዳሂሎም እዮም። ምክንያቱ እዚ ታቦት እዚ ታሪኹ ይፈልጡ ስለ ዝኾኑ። ዝነበረ ዳንኬራ፣ ዝነበረ ጣቂዔት፣ ዝነበረ ፋጻ ምድሪ ክሳብ ዘንደቕድቕ ይብል ግን ዋላ ሓንቲ የለን ዜሮ እዩ ማይ ዘይብሉ ደበና ከም ዝኾነ እዩ ሕጂ እቲ መንፈስ ሕጂ ዘላ ማሕበር ከምኡ እያ እዩ ዝብለና ዘሎ ደበና ኣሎ ዝናብ ግን የብሉን ስለዚ እዛ ማሕበር እዚኣ ትብሎ ዝነበረት ሃብታም እየ ፈሳስ እየ በቃ ዝጎድለኒ የብለይን ተባሪኸ ጎይታ ባሪኽኒ እዩ እያ ትብል ግን እቲ መንፈስ ድማ እንታይ ይብላ ሃብታም ኣይኮንካን ሃብታም ኣይኮንካን ብሩኻት ሎሚ ቤተክርስትያን ሃብቲ እትቆጽሮ ምድራዊ ነገር እዩ መጽሓፍ ቅዱስ ምድራዊ ነገር ሃብቲ ይብሎን እዩ መንፈሳዊ እንተደኣ ከሲራ ምድራዊ ጨቢጣ ተደንግጽ እዩ ዝብላ መጽሓፍ ቅዱስ። ዘደንግጽ ምዃንካ፣ ነዳይ ምዃንካ፣ ዕዉር ምዃንካ፣ ዕሩቕ ምዃንካ ኣይትፈልጥን ኢኻ ኢሉ። ዕሩቕሲ ዕሩቕ ምዃኑ ዘይፈልጥሲ እንታይ ዓይነት ሰብ እዩ ትብልዎ? ክዳውንቲ የብሉን፣ ዕሩቕ እዩ ኩላትና ንርእዮ ኣሎና፣ ንሱ ግን ዕሩቕ ምዃኑ ዘይፈልጥ እንታይ ይመስለኩም ብሩኻት? ብስጋ ክንርእዮ ከለና እዚ ሰብ እዚ ጽሉል ክኸውን ኣለዎ ኢና ንብል። ጽሉል ጥራይ እዩ ዕሩቅ ኮይኑስ ዕሩቅ ከም ዘሎ ዘይፈልጥ እገርመኩም እቶም ኣመና ኣብ ካልእ ደረጃ ዝበጽሑ ተዘይኮይኖም ከማን እቶም ጽሉላት ከይተረፉስ ሕፍረቶም ይሽፍኑ እዮም ሕፍረቱ ካብ ምሽፋን ኣጸቢቁ ዘይከኣለ ሰብ እዚ ደረጃ እዚ ቀሊል ኣይኮነን ማለት እዩ ዝገርም ነገር ጽሉላት ሕፍረቶም ይንዕቁ ካልእ ኩሉ እንዳ እዚኣ ግን ይሽፍንዋ እዮም መብዛሕትኡ ረኣይዎ ብሩኻት። ተቀሊዖም ዝኸዱ ወይ ተቀሊዓ ትኸይድ ተኾይና ግን እቲ ደረጃ ሓደገኛ እዩ ማለት እዩ። ክሳብ ኣትሊስት ሕፍረትካ ብዛዕባ ሕፍረቱ ክሓስብ ስለ ትጽሉል እኳ እዩ። ተመልከቱ ብሩኻት እቲ ደረጃ ናይታ ቤተክርስትያን ዕርቃና ኮላስ ዕርቃና ምዃና ግን እንታይ ዘይትፍ ዘይትፈልጥ ዕሩቕ ኢኻ ዕሩቕ ምዃንካ ግን ኣይትፈልጥን ኢኻ ሃብታም ኢኻ ትብል ኣለኒ ኢኻ ትብል የብልካን ዝጭበጥ ናይዚ ምድሪ ነገር መምዘኒ መንፈሳዊ ነገር ኣይኮነን ብሩኻት በፍጹም ኣይኮነን። ብዙሓት ሓንቲ ነገር ዘይብሎም ድኻታት ንጎይታ ኣስሚሮም ክብሪ ኣምላኽ እናረኣዩ ሓሊፎም እዮም ብብዙሕ ስደት። እዚ ክብል ከለኹ ሃብቲ ኣየድልየናን እዩ ኣይኮንኩን ዝብል ዘለኹ ብሩኻት፣ ሓዙኒ። ግን እዛ ማሕበር እዚኣ ነቲ መንፈሳዊ ነገር ክትትርጉሞ ከላ በቲ ዝተሓዝ ዝጭበጥ ነገር ጥራሕ እያ ትሓስብ ማለት እዩ። ስለዚ ዘደንግጽ ኢኻ ኢሉ። ነዳይ ኢኻ፣ ዕዉር ኢኻ፣ ዕሩቕ ኢኻ። ስለዚ ምእንቲ ክትህብትም ካባይ እንታይ ዓድግ ወርቂ ዓድግ። ዕርቃንካ ምእንቲ ከይትቕላዕ ካባይ እንታይ ዓድግ ጻዕዳ ክዳን ዓድግ። ምእንቲ ጸቢቕካ ክትርኢ ካባይ እንታይ ዓድግ ኩሕሊ ዓድግ። እዚ ዘለካ ካምፓኒ እዚ ዝለኒ ትብሎ ኩሕሊ መንፈሳዊ ኣዒንትኻ ኣይከፍተልካን እዩ። ስለዚ ናብቲ መንፈሳዊ ነገር ክመልሳ ከሎ ኢና ንርኢ መጽሓፍ ቅዱስ ክዛረብ ከሎ። ስለዚ እንታይ ምላሽ ኮን ሂባ ትኸውን ዝኾነ ይኹን ኢንፎርመሽን የብለይን ሕጂ ብዛዕባ ሎዶቅያ። ንዶሎቅያ ዝተባህለ ግን ከቢድ ነገር ከም ዝነበረ ኢና ንርኢ ማለት እዩ። ግን ኣሰር እውን ከህልዋ ነይርዎ። ስለዚ እቲ መንፈስ ክዛረብ ከሎ ዝሰምዕ ኣሎ ዘይሰምዕ ኣሎ። ኣምላኽ እናተዛረበ ዝሰምዕ ኣሎ ዘይሰምዕ ኣሎ። ነቲ ዝሰምዖ ምላሽ ዝህብ ኣሎ ምላሽ ዘይህብ ኣሎ። ስለዚ መንፈስ ቅዱስ ካብዚ መልእኽቲ እዚ እንታይ እዩ ዝብለና ዘሎ ብሩኻት ዝደርበናዮ ነገር ኣሎ ዕርቃንና ኢና ዘለና እቲ ክዳን ቅድስና ተደርብዩ ቅድስና ተደርብዩ ኣርእስትና እቲ ቅድስና እቲ ክዳን ቅድስና ደርቢናዮ ኢና ዘለና። ስለዚ እንታይ ከም ዝኾነ ይፈልጥን እየ ለንቅነ ግን እቲ ዝበዝሕ መልእኽተይ ዋላ ኣብ ላንቻ እውን ከይደ ነይረ ገርመኩም እዩ ናብኣ እውን ሕጂ እውን ናብኣ ኢድ መልሰኒ ኣብታ ዝሓለፈት ግዜ ፍታ ናይ ኣምሓርኛ እውን ንሳኣ ነይራ ናበይ ወሲድኒ መስለኩም ሓምሳን ክልተን ኢሳያስ ናብኡ ይወስደኒ ማለት እዩ ናብ ኢሳያስ ሓምሳን ክልተን እንተኸይድና ድማ ብዛዕባ ን ነታ ጽዮን ከምዚ ኢሉ ወይ ከኣ ዮርሳሌም እናበለ እቲ ንመጻኢ ዝኾነ ፍጭር ዝኾነ ትንቢት ሕጂውን እቲ መንፈስ ካብኡ መልእኽቲ ንበተክርስትያን ኣለዎ ማለት እዩ ንበተክርስትያን ኮይኑ ጥራይ ኣይተርፍንዩ ናይ በተክርስትያን መልእኽቲ ጥራህ እዩ ኣይንብልን ኢና ንመጻኢ ድማ ብዛዕባ ዮርሳሌም ትመጽእ ዘላ እስራኤል እውን እዚ ትንቢታዊ ብኢሰያስ ዝተዘረበ ቃል እዩ ግን ካብዚ ሓሳብ እዚ ንበተክርስትያን ዝኸውን እቲ መንፈስ ዝብለና ነገር ኣሎ ምኽንያቱ ሰማይን ምድርን ካብ ዝሓልፍ ቃለይ ካብ ዝሓልፍ ሰማይን ምድርን ክሓልፍ ይቐልል ዝበለ ጎይታ ካብ ኩሉ ጽሑፋት መጽሓፍ ቅዱስ ንቤተክርስትያን ብመንፈሱ ዝኾነ መልእኽቲ ኣለዎ ማለት እዩ። ስለዚ ካብዚ ከምዚ ይብል ድሕሪ ሕጂ ዘይተገዝረን ርኹስን ኣባኺ ኣይክኣቱን እዩሞ ይብል። ኣብ ቤተክርስትያን ዘይተገዝረ ርኹስ እዚ ማለት ርኽሰት፣ ሓጢኣት፣ እዚ ናይ እግዚኣብሔር እንታይ ኢና ንርኢ ናይ እግዚኣብሔር ቅድስና ቅድስና እግዚኣብሔር እንታይ ኢና ንርኢ ምስ ሓጢኣት ይጻላእ እግዚኣብሔር ምስ ሓጢኣት እግዚኣብሔር ተዓሪቑ ኣይፈልጥን እዩ ኮምፕሮማይዝ ኣይገብርን እዩ ምስ ሓጢኣት ኣምላኽ ንምንታይ እንተልና ቅዱስ ስለ ዝኾነ ብባህሪኡ ቅዱስ ስለ ዝኾነ ምስ ሓጢኣት ዝላገብ ባህሪ የብሉን ስለዚ እዚ ርኹስ ነገር ኣባኺ እንታይ ኣይከውንን'ዩ ይብለና፣ ኣባኺ ኣይክኣቱን እዩ እሞ ኣቲ ጽዮን ንቕሒ፣ ንቕሒ፣ ሓይልኺ ልበሲ፣ ወየሩሳሌም ኣቲ ቅድስቲ ከተማ እቲ ብሉጽ ልብስኺ እንታይ ግበርዮ፣ ልበስዮ። ኢሉ ይዛረብ ኢሳያስ ማለት እዩ ኣቲ ዮርሳሌም ተጎጓኺ ንገፊ ተንስኢ ተቀመጢ ኣቲ ምርኽቲ ጓል ጽዮን ንማእሰርኪ ካብ ክሳድኪ እንታይ ግበርዮ ፍትሕዮ ይብል ኢሳያስ ብጊዚኡ እዚ ኣዋጅ እዚ እናኣወጀ ማለት እዩ። እዚ ሎሚ ውን ናዕና መልእክቲ ኣለዎ ብሩካት ምክንያቱ በተክርስትያን ሓይላ ዘረባኣ ኣይኮነን በተክርስትያን ሓይላ ስብከታ ኣይኮነን በተክርስትያን ሓይላ ደጋዊ ትርኢታ ኣይኮነን በተክርስትያን ሓይላ ትሕዝቶኣ ኣይኮነን በተክርስትያን ሓይላ ቅድስና እዩ ቅድስና እዩ ስለይዚ ሓይልኺ ልበሲ ንምንታይ ሓይልኺ የለን ሕጂ ሓይልኺ ቅድስና እዩ ብሩኻት ኣብ ቅድስና ዘሎ ሓይሊ ኣነ ይፈልጥ እየ ንእግዚኣብሔር ዝተፈለዩ ሰባት ኣብ ጥቕኦም ክቐርብ ከለኹ ኣነ ንባዕለይ ዕርቃነይ ከም ዘለኹ ይመስለኒ ንምንታይ ቅድስና ኣብ ህይወቶም ዘሎ ቅድስና ብሩኻት ኣብ ህይወትና ዘሎ ቅድስና ንካልኦት ፅልዋ ክገብር ከሎ ካልኦት ናባና ክቀርቡ ኣይደልን እዮም ንምንታይ ቅዱሳን ኢና ኣብ ቅድሜና ሕማቕ ክዛረቡ ኣይደልዩን እዮም። ምንታይ? እዚ ከምኡ ክዛረብ ዘረባ ኣይፈቱን እዩ ይብሉ። እዚ ከምኡ ይገብርን እዩ። እዚኣ ከምኡ ኣይትገብርን እያ። ጥቓና ክቐርቡ ከለዉ ሓጢኣቶም ይርትዑ። ንምንታይ? ኣባና ቅድስና ኣሎ። ኣባና ቅድስና ኣሎ። ቅድስና እግዚኣብሔር ለቢስናዮ ንነብሮ ተደኣ ኮይንና ብሩኻት፣ ካልኦት እዚ ቅድስና እዚ ይጸልዎም እዩ። ሰብ ሓዊ ከም ዝጸሉ፣ ሓዊ ኸኣ ሓይሊ ከም ዘለዎ፣ ቆሪርና ኣብ ጥቓ ሓዊ ቀሪብና ናይ ሓዊ ስምዒት ከም ዝስምዓና ኹሉ፣ ናይ ሓደ ቅዱስ ሰብ ጥቕኡ እንተድኣ ቀሪብና ናይቲ ቅድስንኡ ጽልዋ ናባና ይቐርብ እዩ። ስለዚ ሓጢኣትና ንናዘዝ። ብዙሓት ከይተዛረብዎም ኣፎም ከይከፈቱ። ኣነ ሓደ ግዜ ይዝክር እቲ ሰብኣይ ረሲዐ ይኸውን እየ ዓዲ እንግሊዝ እዩ ዘገልግል መን እዩ ሽም ወደይ ኦኬ ቡምባ ዘዕሪ ገለ ዝነበረ ሲሚዝ ኦኬ ሓደ ግዜ ኢሉ ኣብ ሓደ ቦታ ሲ ኣብ ሓንቲ ባቡር ተሰቂለ ኮፍ ኢለ ኖርማል ኮፍ ኢለ ነይረ ይብል ኮፍ ኢለ ነይረ ስለዚ ኮፍ ኢለ ከለኹ እዚ ኩሉ ባቡር ዘሎ ሰብ ፊቅ ፊቅ ኢሉ ይበኪ ኢሉ እንታይ ኮይኑ ከዓስ ሓጢኣቱ እዩ ብምኽንያት እቲ ሰብኣይ ኣብቲ ኣብኣ ብምህላዉ ኣየቕንኣኩምን ብሩኻት ኣየቕንኣኩምን ዘረባና ጥራሕ ዘይኮነስ እቲ ቅድስናና ሓይሊ ኣለዎ ስለዚ እዩ ዮርሳሌም ሓይልኺ እንታይ ግበሪ ልበሲ ንምንታይ ሓይልኺ ቅድስናኺ እንድሕር ቅድስና ሓይልኺ መፅዩ ዘይግዙር ወይ ርኹስ ኣባኺ እንታይ ኣይገውኒ ኣይኣቱን እዩ ንምንታይ እያ እታ ቀዳመይቲ ቤተክርስትያን ካልኦት ደፊሮም ክንጽንበርዎም ዘይከኣሉ ቅድስና ኣለዎም ኣብ ቅድስና ዘለዎም መርገጽ ትሪኡ ኣለኹም እቲ ዝነበረ ቅድስና ናይታ ቤተክርስትያን ኖርማሊ ሃናንያን ሰጲራንሲ ናቶም ዝኾነ ገንዘቦም ዝኾነ ነገር ሸይጦም እዮም ናብ ጴጥሮስ መጺኦም ምሽ ሓቂ ትሪኡ ኣለኹም ግን ሓስዮም ንመን ሓስዮም ንመንፈስ ቅዱስ እዮም ሓስዮም ክንድዚ ኢና ሸጥና ኢሎም ክልቲኦም ስለዚ ክልቲኦም ከዓ ሞይቶም ማለት እዩ ጃጅመንት ኣብኦም ኮይኑ ዝኾነ ነገር ቴዎሎጂ ከነምፅኣሉ ንኽእል ኢና ናይ ቤተ ክርስቲያን ኳሊቲ ግን ቅድስና ምዃኑ ናይታ መጀመርታ ትትከል ዘላ ቤተ ክርስቲያን ከምኡ ምዃኑ ከርእየና ስለ ዝደለየ ስለዚ ሌባ ክጽንበር ኣይ ኣይክእልን እዩ ንምንታይ ቅድስና ኣይደፍርን እዩ ክጽንበሮም ኣይደፍርን እዩ ምስዚ ኩሉ ከኣ ኣብ ጸጽባሕ ከኣ ነፍሳት እንታይ ይገብሩ ነይሮም ይብል ይጽንበሩ ኣይዋቃዕ ይመስልን ይዋቃዕ ይመስል ግን ከምኡ ኣይኮነን ኣምላኽ ዝደለዩ ክኣትዉ ይኽእሉ እዮም ኣምላኽ ዘይደለዩ ብተንኮል ዝመጹ ግን ብተንኮል ዝመጹ ግን ናይታ ማሕበር ቅድስና ኣይክእሉን እዮም ብሩኻት ኣነ ክነግረኩም ሓይሊ ቅድስና ኣጋንንቲ ኣብ ማእኸልና ደው ክብል ኣይክእልን እዩ ብሩኻት። ማሕበር ብቅድስና እንድሕር ተመሊኣ ፍርሃት እግዚኣብሔር ተደኣ ሃልዩ ርኹስ ነገር ኣጋንንታዊ ነገር ናብታ ማሕበር ክቐርብ ኣይክእልን። ማሕበር መዓስ እያ ትድፈር? ቅድስናኣ ምስ ደርቤት ፍርሃታ ምስ ደርቤት ማሕበር ትድፈር፣ መድረኽ ይድፈር። መድረኽ ይድፈር ቅድስና እንተጎዲሉ መድረኽ ይድፈር መን ይስቀሎ መድረኽ ኣይፍለጥን እዩ ማለት እዩ መን ይዝምር መን ይሰብኽ ኣይፍለጥን እዩ ማለት እዩ ስለዚ እንታይ ይብል እቲ ጽሑፍ ብሉጽ ልብስኺ ልበሲ እንታይ ዓይነት ልብስኺ ብሉጽ ልብስኺ ልበሲ ማሕበር ልብሲ ኣለዋ ብሉጽ ልብሲ ልብሳ ከኣ ልብሲ ቅድስና እዩ እዚ ብሉጽ ልብሲ እዚ ለቢሳቶ እንተ ሃልያ ሓይላ ንሱ እዩ ክብሪ ንየሱስ ይኹን ኣነ ሓደ ነገር ክነግረኩም ብዙሕ ነገር ንብል ኢና ኤርትራ ኤርትራውያን ልቦም ተሪር እዩ ኣይሰምዑናን እዮም ኢና ንብል ከምኡ ኢና ንብል ከምኡ ግን ኣይኮነን ኢትዮጵያውያን ተሪር እዩ ልቦም ከምኡ ግን ኣይኮነን እዚ ህዝቢ እዚ ሃይማኖት ዝፈቱ ህዝቢ እዩ ኣምላኽ ዝደሊ ህዝቢ እዩ በተክርስትያን ልብሳ ስለ ዝደርቤት ግን ክሰምዕዋ ኣይከኣሉን ክሰምዕዋ ኣይከኣሉን ንምንታይ ቅድስናኣ ደርብያ ብዛዕባኣ ዝውረ ነገር ብዛዕባኣ ዝርእይዎ ነገር ካልእ ነገር እዩ ኣብ ጎረቤትካ ኣብ ጎረቤቶም ይርኢኹም እዮም ይርኢና እዮም ክንበኣስ ይርኢና ክንቋየቕ ይርእዩና፣ ክንዝሙ ይርእዩና፣ ክንሕሱ ይርእዩና። እንታይ ክገብሩ እዮም ከማና ዝኾኑ? እንታይ ምእንቲ ክኾኑ? ከማና ምእንቲ ክኾኑ። ስለዚ ብሩኻት ክዳን ቅድስናና ክንመልስ ክንምለስ ከምቲ ንሎዶቅያ ዝተባህላ ተመለስ ተነሳሕ እኮ ተመለስ እዩ ተመለስ ናብ ቅድስና ተመለስ ናብ መንፈሳዊ ተመለስ ብሩኻት እስከ ረኣይዎ እስከ ረኣይዎ ስብከታትና ይመዘን ትንቢታትና ይመዘን መድረኻትና ይመዘን እንታይ እዩ ዝብል ኩሉ ምስ ምድራዊ ነገር ተተሓሓዘ እዩ ምስ ምድራዊ መጽሓፍ ቅዱስ ምድራዊ ትንቢት ኣይትረኽቡን ኢኹም ብሩኻት ትንቢታት ኩሎም ሰማያውያን እዮም ንሕና ሰማያውያን ስለ ዝኾንና ብሩኻት ምድራዊ ዝስዕበና ደኣ እምበር ብትቢት ምትንቢት ንስሕቦ ኣይኮነን ኣይኮነን በፍጹም ስለዚ እቶም መድረኻትና ይምስክርዮም ንሕና እንታይ ዓይነት ሰባት ከም ዝኾንና ስለዚ እምበኣር ብሉጽ ልብስኺ እንታይ ግበሪ ልበሲ ልብስኺ ደርቢኺ የለኺ ሓይልኺ ልበሲ ተንስኢ ንቕሒ ስለዚ ናብ ጸሎት ክትምለስ ቤተክርስትያን ነፍሲ ወከፍ ሰብ ናብ ጸሎት ክምለስ ናብ ቅድስና ክምለስ ሕይወቱ ክምርምር መንፈስ ቅዱስ በዚ ጊዜ እዚ ንነፍሲ ወከፍ ሰብ ይዛረቦ ኣለዎ እዚ ንዘላቶ እቲ ማሕበር እቲ መንፈስ ንማሕበራት ዝብለን ዘሎ እንታይ ይግበር ይስማዕ እዩ ዝብል። የሱስ ክርስቶስ ንማሕበሩ ዘጉደለላ ነገር የለን ብምሕጻብ ቃሉ ገይሩ ምስ ኣጽረያ ቅድስቲ ክብርቲ መንቅብ ዘይብላ ክትከውን ኢሉ ርእሱ በጃኣ የሕሊፍ እዩ ክብሪ ንየሱስ ይኹን ንማሕበር ዘይገበረላ ነገር የለን ኣብ ክብሪ ኣቐሚጥዋ ኣብቲ ዝለዓለ ቦታ ምድራዊ ፖዚሽን ከማን ኣይኮነን ሰማያዊ ፖዚሽን ሎሚ ኣብ ምድራዊ ፖዚሽን እያ እታ እትጎዪ ኣብ ክብሪ ዘቐመጣ ብዛዕባኣ ክዛረብ ከሎ እኮ ተፍርያ ቅድስናኣ እንተለቢሳ እኮ ተፍርያ ብሮ ኣብ ነገስታት ለውጢ ከተምጽእ ኣብ ምድሪ ለውጢ ከተምጽእ ኣምላኽ ኣብ ምድሪ ዘቐመጣ እያ ዕድላት ናይ ሃገራት ኣብ ማሕበር እዩ ወዲቁ ብሩኻት። ዕድል ሃገር ኤርትራ ኣብ ማሕበር ኤርትራ እዩ ኣብ ማሕበር ኤርትራውያን ኣመንቲ እዩ ናይ ኢትዮጵያ ከምኡ ብሩኻት። ማሕበር እንተጥዕያ ሃገር ትጥዒ ማሕበር እንተተቀዲሳ ሃገር ትማረኽ ክብሪ ንየሱስ ይኹን። ንነገስታት ጽልዋ ዘለዋ ጌሩ እዩ ኣምላኽ ኣቀሚጥዋ ኣብ ቦታኣ እንተ ተቀሚጣ። ሓይላ እንተደኣ ለቢሳ፣ ብሉጽ ልብሳ እንተደኣ ለቢሳ፣ ልብሳ ምስ ቀጠንጠቶ ትድፈር። ትድፈር ብሩኻት፣ ትድፈር እያ። ስለዚ እቲ መንፈስ እንታይ ይብለና ኣሎ? ብደረጃ ውልቀ ሰብ ይኹን ብደረጃ ማሕበር ይኹን ብደረጃ ነሽን እውን ይኹን ኣመንቲ ኮይና ማለት እየ መንፈስ ቅዱስ መልእኽቲ ኣሎ። ዕርቃንካ ኢኻ ዘለኻ። ኣምላኽ ይመስገን እንቋዕ ኣብ ሓድሽ ኪዳን ተጻሓፈ። ሎሚ እኮ ብሉይ ኪዳን ሓድሽ ኪዳን እንዳበልና ነቲ ናብ ቅድስና ዝመርሓና ቃል ምእንቲ ከይንሰምዖ ርእስና እናጠበርና ኢና ንነብር ርእስና ካብ ምጥባር ክንወጽእ ሎዶቅያ ርእሳ እያ ትጥብር ኔራ ንማንም ክትጥብር ኣይትኽእልን እያ ንኣምላኽ ክትጥብሮ ኣይትኽእልን እያ ኣለኒ ተበለት ከምዚኤን ተበለት ንኣምላኽ ግን ኣይኮነን እዩ ኣይኮነን ልብሲ ኣለኒ ሃብቲ ኣለኒ እንተበለት ዕርቕቲ ኢኺ እርኤ እንተ በለት ኩሕሊ ኣለኒ እንተ በለት ዕውርቲ ኢኺ። መንፈሳዊ ዑረት መንፈሳዊ ዑረት ኣበየናይ ኣበየናይ ኩነታት መንፈሳዊ ኩነታት ከም ዘለና ኣይንፈልጥን ኢና። ኣብ ሓጢኣት እናሃለና ሓጢኣት ከም ዝኾነ ይመስለናን እዩ። ከምዚ ግዜ እዚ ዝኸፍእ ግዜ እኮ የለን ብሩኻት ኣምላኽ ከምኡ ስለ ዝገበሮ እምበር ኣብዚ ግዜ እዚ ኣገልጋሊ ምዃኑ እኮ ቀሊል ኣይኮነን። ቀሊል እኮ ኣይኮነን ብሩኻት ሎሚ መድረኻትና ሰባት ዝደልይዎ ነገር ንሰብ ደስ ዝብሎም ከይከዱ ዝገብሮም ድእክቦም ድስሕቦም ነገር ከም ዝመጹ ዝገብሮም ነገር ኣብ ምግባር እያ ኣብ ምግባር እዩ ዝጋደል እቲ ኣገልጋሊ። ጐይታና የሱስ ክርስቶስ ከኣ በንጻሩ በንጻሩ ነቶም ሰለስተ ዓመት ምሉእ ዝለፍዓሎም ክትከዱ ትደልዩ ተኾንኩም ክትከዱ ትኽእሉ ኢኹም በዚኣ እታ መገዲ ክትከዱ ትኽእሉ ኢኹም ኢሎም ብሩኽ ጐይታ ኣ ናብ መን ኢሎሞ ከምኦም ዓይነት ጥራሕ እዩ ዝደሊ ናብ መን ክንከይድ ናበይ ክንከይድ ንስኻ ናይ ዘለኣለም ህይወት ቃል ኣለካ ካባኻ ናበይ ክንከይድ ዋት ኤቨር ዝኾነ ይኹን ይኹን ንስኻ ተዋጽኣና ኢኻ ዝበሉ ግን ተሪፎም። ማሕበር ከምኡ እያ ክትከውን ዘለዋ። ክርስቶስ እዩ ዘዋጽኣኒ ዝብሉ ጥራይ ክኾኑ ኣለዎም ናታ ኣባላት። ምሳይ ኣለኹም ተሓዋዊስና ኢና ዘለና። ንምንታይ እዩ ዝመጽእ እቲ ገሊኡ ኣይፍለጥን እዩ። ገለ እንተ ኣጋጢሞ ቸርች ገዲፉ ከይድ ንምንታይ ይመስለኩም? ንምንታይ ይመስለኩም ብሩኻት? የለን ገሊኣትና ንጐይታ ስዒብናዮ ዲና ኣይሰዓብናዮን እውን ሕቶ እዩ። ኣለና ዲና ምስ ጐይታ ኣየለናን እውን ሕቶ እዩ። ጐይታና የሱስ ክርስቶስ ሓደ ምሳሌ ተዛሪቡ። መርበብሲ መንግስቲ ኣምላኽ ነዚኣ ትመስል እዩ፣ እዙ ኣብ ባሕሪ እተደርቤት መርበብ ትገፍፍ እያ፣ ገፊፋ ምስ ወጸት ግን ጠጡዓት ዓሳ ጥራይ ኣይኮነት ትገፍፍ፣ ብዙሓት ዓይነት ዓሳ እያ ትገፍፍ። ቤተ ክርስቲያን እኮ መርበብ እያ። ብዙሓት ዓይነት ሰባት እዮም ዘለዉ። ግን ጎይታ ይብለና ናይ ጎይታ እንተ ኮይና ንጎይታ ንንበር ካባና ካብ ቅድስና ወፃኢ ዝኾነ ህይወት ይርሓቕ ይርሓቕ ካብ ህይወትና ብኣምስሉ ህይወት ምንባር ደው ነብሎ ኣየዋፃናን እዩ ርሑቕ ኣይንኸይድን ኢና ርሑቕ ኣይንኸይድን ኢና ስለዚ ከም ሎሚ ገይሩ ዶ ንሓድሕድካ ምቅያም፣ ምጽላእ፣ ምባኣስ፣ ቂም ምሓዝ፣ ምፍልላይ ከም ሎሚ ገይሩ በዚሑ ድዩ ብሩኻት? ኣብ ዝኸድኩም ኪዱ ተሳማሚዕና ክንነብር ከ ኪኢልና ዲና? ናትና ናይ ኤርትራውያን ጥራይ ርኣዩ ናይ ኣመንቲ ኤርትራውያን ተሳማሚዕና ሓቢርና ኣገልገልቲ እኳ ሓቢርና ከነገልግል ዘይንኽእል ሓቢርና ኣንበልጽ ካብኡ ከመይ ገይሩ እዩ እዚ ኣነ ክመርሕ ዘለኒ ደይኮናን ንብል ምፍልላይ ሻራ ስጋውነት ከምዚ ግዜ እዚ ክንሽፍኖ ተዘይደሊና ከምዚ ግዜ ዶ በዚሕ እዩ ከምዚ ግዜ እዚ ዶኸ ፍትሕ ኣቱም ብሩኻት ለሚድናዮ እምበር ዘሕፍር እኳ እዩ ዘሕፍር እዩ ኣማኒ ኣመንቲ ክፋትሑ ዝበሃል ቋንቋ እረ በጃኹም እዚ የሕፍር የብክ እኳ እዩ ግን ጠፊኡ እዩ እቲ ሕልና የለን ከምኡ ኖርማል ኢና ርኢናዮ በዓል እገለ እንድሕር እዎ ከምኡ ኮይኑ ገብሩ ኮይኖም ኣገልግልቲ ተባሂሎም እንተ ከምኡ ገይሮም ኖርማል እዩ ማለት እዩ ዝብሉ ጀነረሽን ኢና ንፍሪ ማለት እዩ ፅባሕ ድመፁ ወለዶ ምፍታሕ ኖርማል እዮም ዝብሉ ምሕሳው ኖርማል እዩ። ከም ሎሚ ገይሩዶኸ ሰብ ምእንቲ ናይ ስጋ ነገር ክጥዕሞ ኢሉ ዘይሓዋውሰሉ ብዙሕ ዝሓውሰሉ ዘመን ከም ሎሚዶ ኣሎዩ? እግዚኣብሄር ሸለል ስለ ዝብል ድዩ? ኣብ ኣምላኽ ኖርማል ስለ ዝኾነ ድዩ? ኣባና እዩ ኖርማል ኣብ እግዚኣብሄር ኖርማል ኣይኮነን። እግዚኣብሄር ትማሊ ዝነበረ ጎይታ ሎሚ ዘሎ ንዘለኣለም ዝነብር ጎይታ ዘይልወጥ ቅድስንኡ ኣይልወጥን እዩ ብሩኻት። ንሕና ኢና ክንልወጥ ንኽእል እምበር ጎይታ ኣይልወጥን ኣይልወጥን እዩ ንሕና ኢና ርእስና ክንጥብር ንኽእል እምበር ንሱ ኣይጥበርን እዩ ጎይታ ኣይጥበርን እዩ ብሩኻት ከም ሎሙ ገይሩ ፍታሕ ኣይበዝሐን ብጸብጻብ እውን ኣብ ፕሮቴስታንት እቲ ፍትሕ ከም ዝበዝሕ ጸብጻባት ኣለዉ ኣየሕፍረናን ኣሕፍረና ሕጂ ጴንጠ ክትብል እኮ ሕፍረካ እዩ የሕፍረና ብሩኻት ንምንታይ ናትና ኣካል ስለ ዝኾኑ እቶም ከምኡ ዝኾኑ ዘለዉ። ከም ሎሚ ገይሩ ዝሙት በዚሑ ኣብ ቤተክርስትያን ብሩኻት ብሕቡእ ዝሙት ዝገብሩ ብሕቡእ ዘሕዝን እዩ ብሩኻት ኖርማል ኣይንርኣዮ። ኣነ ሱቕ ተበልኩሲ ከማኻ ዝኾንኩ መሲልካ ይብል እዩ እቲ ቃል ሱቕ ስለ ዝበልኩ እግዚኣብሔር ብሩኽ ኣምላኽ ጽባሕ ዶኾን ይምለስ ይኸውን ዝወደይ ይብል ስለ ዝኾነ እዩ እምበር መገድኻ ጥዑይ ስለ ዘሎ ኣይኮነን ኣይኮነን ፈጺሙ ኣይኮነን ፈጺሙ ኣይኮነን መገድና ቅኑዕ ስለ ዝኾ ስለ ዘሎ ኣይኮነን እግዚኣብሄር ዘይተቖጥዓና ብሩኻት ምስዚ ኩሉ ብዘይ ጽፉፍ መገዲ ብዘይ ጥዑይ መገዲ እናኸድና ካልእ ሰባት ድማ ትንቢት የምጹልና እግዚኣብሄር በቃ ከምዚ ክኸውን እዩ ብኣኻ ክጥቀም እዩ ብኣኻ ከምዚ ክገብር እዩ ዝበሃል ይመጽእ እሞ ኦኬ እግዚኣብሄር እሞ ነዚ ነዚሲ ከም ሓጢኣት ኣይረኣዮን ኖርማል እዩ እሞ ርእይዎ ኣብ ዝብል ነገር ንኣቱ እግዚኣብሄር ግን ከምኡ ኣይኮነን ብሩኻት ካብ ኣገልግሎተይ ህይወተይ እዩ ዝደሊ ጎይታ ካብ ኣገልግሎተይ ሲ ህይወተይ እዩ ዝደሊ ኢለ ቅድስና እዩ ዝደሊ ጎይታ ንዓይ ዝሞተለይ እኮ ቅዱስ ህይወት ክነብር ምእንቲ ኢሉ እዩ ንዕኡ ዝመስል ንምስል ወዱ ዝመስል ንክርስቶስ ዝመስል ሰብ ኣብ ምድሪ ክኸውን ኢሉ እዩ ጎይታ ኣድሒኑኒ ክብሪ ንኣምላኽ ይኹን። ስለዚ ከም ሎሚ ርኽሰት ኣብ ቤተክርስትያን በዚሑ እኮ እዩ። ኖርማል እናኾነ መጺኡ እናተዓብለለ እናተዓብለለ ስለዚ ናበይ እንዳኸደ ከይዳ ኣሎ መስለኩም? እዚ ፔንተኮስታል ወይ ከዓ እዚ ፕሮቴስታንት ዝበሃል ናብ ሃይማኖት ዓይነት ስርዓታት ኩሎም ይግበሩ እዮም፣ ግን እቲ ሓይሊ የለን። ይዝለል እዩ፣ ይጭደር እዩ፣ ዋዕዋዕታ ኣሎ ፋፃ ኣሎ ግን እቲ ሃይሊ የለን ብድሕሪኡ ዋላ ሓንቲ የለን የለን ኣብ ገዝኡ ምስ ከደ ከም ቀደሙ እዩ በቃ ከም ቀደሙ ሶ ደው ክንብል ይግባኣና ማለት እዩ ክንሓስብ ይግባኣና እንታይ ኮይነ ኣለኹ ኣነ እንታይ ኮይነ ኣለኹ ከምዚ ድዩ ክርስትና ከምዚ ዘለኹዎ ድዩ ክብል ይግባኣኒ ክትብሉ ይግበኣኩም ክንብል ይግበኣና ኩሉ ሰብ ዝኸዶ ዘሎ ስለ ዝኾነ ኖርማል ኣይንርኣዮ እሞ ከምኡ እዩ ኣይንበል ከምኡ ኣይኮነን ስለዚ እዩ ጎይታ ዕሩቕ ምዃንካ ኣይትፈልጥን ኢኻ ከም ሎሚ ገይሩ ብሩኻት ንሓድሕድካ ዘይምክብባር ከም ሎሚ ገይሩ ከም ሎሚ ገይሩ ኣሎ ድዩ ከም ሎሚ ገይሩ ፍቕሪ ዝጠፍኣሉ ኣሎ ድዩ? ቋንቋ ጥራይ ዝኾነሉ ፍቕሪ፣ ኣፍ ጥራይ ዝኾነሉ፣ ተግባራዊ ዘይኮነ ከም ሎሚ ኣሎ ድዩ? ተግባራዊ ዘይኮነ ከም ሎሚ ዶ ኣሎ እዩ? ከም ሎሚ ዶኸ ኣገልግሎት መሸቀጢ ምግባር፣ ብኣገልግሎት ረብሓ ትረኽበሉ መገዲ ምግባር ከም ሎሚ ዶ ኣይበዝሐን? በዚሑ እኮ እዩ ዘሎ። ስምና ነስምየሉ ክንገብሮ ንኣገልግሎት ከም ሎሚ ገይሩ ዶ ኣሎ እዩ መድረኻት ክፍርህ እኮ እዩ ዘለዎም ኣነ እታ ጎይታ እዚ ክገብርሲ ብቑዕ ድየ ዝብሃል ኣተሓሳስባ እኮ ካብ ኣእምሮና ጠፊኡ እዩ እቶም ዝሓለፉ ኩሎም ኣገልገልቲ ኣታ ጎይታ ንዓይ ግደፈኒ በጃኻ ኣታ ጎይታ ኣነ ኮልታፍ እየ ኣታ ጎይታ ኣነ ተዛሪበ ይክእልኒ ኣታ ጎይታ ኣነስ ነገደይ ዓሌተይሲ ከመይ ጌርካ ንዓይሲ ከመይ ጌርካ ኣነ ንእሽተየ ኖ ንዓ ጥራይ ኣብ ሓይሉ ዝተኣማመን ብሩኽ ጐይታ፣ ኣብ ጸግኡ ዝተኣማመን እዚ መንፈስ እዚ ጠፊኡ ብሩኻት ጠፊኡ። ኣነ ንምንታይ ድየ ገልገልኩ ኢሉ ቸርች ገዲፉ ኺድ በቃ ኣነ ንምንታይ ስብከት ደይተዋሃብኩ ቸርች ገዲፉ ኺድ ኖርማል ንዓ በጃኻ ንዓ በጃኻ ንዓ በጃኻ ኖ ከምኡ ኣይኮነን። ከምኡ ኣይኮነን ብሩኻት። ንጎይታ ዝደለየ ንጎይታ ዝደለየ ንጎይታ ደልዩ እዩ ዝመጽእ፣ ንጎይታ እዩ ዝነብር፣ ንጎይታ እዩ ከኣ ዝስዋእ። ተወዲኣ። ክብሪ ንየሱስ ይኹን። ስለዚ ጎይታ እንታይ ይብለና ኣሎ? ብሉጽ ልብስኺ እንታይ ግበሪ? ልበሲ። እዚ ጸሎት ዘይብሉ ህይወት ከምዚ ጽልጽል ዝብል ታኒካ ዝኾነ ሂወት ጸጉሪ ዘለዎ ግን ዕባር ኣበጊዕ ጨጓር እዞም ኣብ ቁሪ ዘለዉ ጸጓራት ዝኾኑ ከመይ ምዃኖም ኣይትፈልጥን ኢኻ ስለዚ እዘን ኣባጊዕ ጨጓራት ተኾይነን ከምዚ ጌሮም ዝሕዝወን ምኽንያቱ ስገእን ኲኖ ጸጉረን ስለ ዝኾነ ብሩኻት ሎሚ ጨጓራት ኣባጊዕ ኢና በዚሕና ጨጉሪ ኣለና ጽቡቕ ኢና ንመስል ደጋዊ ነገራትና ኢና ነጸብቕ ቋንቋና ነጸብቕ ክርስትያን ኢና ንመስል ግን ኣብቲ ሪያሊቲ ተመጺኻ ግን ኣብ ውሽጢ ኣቲኻ ግን ጸሎት ዘይብሉ ህይወት ቃል ኣምላኽ ዘይብሉ ህይወት እዚ ዘይብሉ ህይወት እናነበርና ከሎና ቋንቋና ግን ካልእ እዩ ካልእ ክርእየና ከሎ ግን ካልእ መሲልና ኢና ክንርእ ንደሊ ካልእ ከም ዝኾንና ኢና ኣብ ኣእምሮ ሰባት ክንተክል ንደሊ ስለዚ ጎይታ እንታይ ይብለና ኣሎ ብሩኻት ተመለሱ ተመለሱ ናብ ቅድስና ተመለሱ ናብ ጸሎት ተመለሱ ናብ ቃለይ ተመለሱ ልብስኹም ልበሱ ሓይልኹም ልበሱ ሽዑ ገልግሉ ሽዑ ገልግሉ ሓይልኪ ምስ ለበስኪ ሽዑ እንተ ገልገልኪ ግሩም ይኾነልኪ ንጽልኣዮ እዚ ህይወት እዚ ብሩኻት ንጽልኣዮ ሓይሊ ዘይብሉ ክርስትና ሓይሊ ዘይብሉ ጸሎት ሓይሊ ዘይብሉ ጉባኤ ንጽላኣዮ ነዚ ብዝኾነ ይኹን ዓይነት መልክዕ ከነጸብቆ ኣይንኽእልን ኢና ሎሚ ብዙሕ ደኩረሽን ንገብር ኢና ብቀዳማይ ኮምኡ እብል ኔረ ትገልጋሊ ከኣ ገሪምኒ ኣብ ልበይ ከኣ ኣንታ እንታይ እዩ እዚ እንታይ እዩ መቸም ኣብ ልበይ ከኣ ብጣዕሚ እዩ ክሳይ ዝኾነኒ ኣብ ውሽጠይሲ ብዙሕ ዘየዕርፈኒ ነገር ኣሎ ምኽንያቱ ማሕበር ከም ማሕበር ስለ ዝሓስባ። ኢትዮጵያውያንን ንሕናን እኮ ሓደ ኢና እኮ። ሓደ ኢና ዝብለኩም ዘለኹ እንታይ እየ ማለ ደቂ ሓደ ኣቦ ኢና ብክርስቶስ የሱስ። ስለዚ እቲ ዝግበር ንሕና እውን ዓቕሚ ስኢንና ኢና እምበር ኣብዚ ትኪ ምገበርና እኮ። እንዳተተኸኸ ትኪ እንዳተገበረ ግን ኣይ ኣይ ብዙሕ ክስታይ ኣይኮነን። ቦታና ኣይፈቐደልናን እምበሪ ብዙሕ ዝውላዕ ነገር በዚ ውልዕ ውልዕ እንዳገበርና ምገበርና ኔርና። ዋይ ንምንታይ መስለኩም ዝግልገል ዘሎ መንፈስ ዘይኮነስ ነፍሲ እዩ ንነፍሲ ከነገልግል ተጀሚርና ንነፍሲ ተኮይኑ ተገልግሎት ነፍሲ ሰብ ታይ ኣትፈልቱ መስለኩም ነፍሲ ሰብ ሓድሽ ሓድሽ ንምንታይ ኢና ኣብ ሳዕሪ ዘለዎ ኣብ ገምገም ባሕሪ ገለ ኣብ ብዙሕ ኣግራብ ዘለዎ ገለ ሰብ ዝፈቱ እንተ ኢልኩም ንነፍሲ ነፍሱ ንነፍሱ እንታይ ኢለ ብሩኻት ንመንፈሱ ድዩ ንመንፈሱ ድዩ ኣብ ዝኾነ ቦታ ኺዱ ክዘናጋዕ ኢልኩም መንፈስኩም ተሃኒጹ ኣይመጽእን እዩ ምናልባት ፈሪሱ እውን ክመጽእ ኽእል እዩ ነፍስኹም ግን ኦኬ ስለዚ ነፍሳዊት ቤተክርስትያን ዘይኮነት ክትከውን ዘሎዋ መንፈሳዊት ክብሪ ክመጽእ ከሎ ዝሰራሕናዮ ትኪ ዘይኮነ ናይ እግዚኣብሔር ትኪ ናይ እግዚኣብሔር ክብሪ እቶም ሃዋርያት ሲ ሓንቲ እኮ የብላን እታ ቦታ ብቐዳማይ እውን ከምኣ ብላ ነር በላንቻ እታ ዝኸድዋ እታ ኸረን ጎይታና የሱስ ክርስቶስ ሒዞም ምሽ ከይድ ንሰለስቲኦም ሰለስቲኦ ድም ነይሮም ኣብታ ኸረን ምስ ደየቡ ኣብኡ ምስ ከዱስ ጎይታ ተለዊጦም ኪዳኑ ተለዊጡ እኪ ካልእ መልእኽቲ እኳ እተሃለወ እታ ክብላ ዝደለኹ ጥራይ ተለዊጡ ሪኤሞስ በቃ ካብቲ ክብርቲ ዝተላዕለ እቲ ቦታ ተቐይርዎም ሽዕኡ በቃ ኣብዚ ምንባር ንዓና እንታይ እዩ ኢሎም ጥዑም እዩ ኣብዚ ምንባር እንታይ ይርኢ ኣሎ ክብሪ ኣሎ በቃ ክብሪ ዘለዎ ውፃእ ኣይመፃካን እዩ ሎሚ እኮ ሰዓት ኣኺላ ዶ እንታይ ኮይኑ ደይውድእ ወደይ ኣብ ሰዓትና ዘይንውድእ እቲ ክብሪ ተመፅኡ ሰዓት የብሉን ኣነ ብለኩም ኣለኹ ክብሪ ሰዓት የብሉን ንውዕል ንሓድር ክብሪ እንተደኣ ሃልዩ ብክብሩ እናፀገብና ንውዕል ንሓድር ኣብዚኣ ምንባር ትሕሸና ኢሎም ታይ ስለ ዝረኣዩ ብሩኻት ኣግራብ ድዩ ኔሩ ጃሕጃሕ ዝብል ማይ ድዩ ኔሩ ዝስሕብ ነገር ኔሩ ድዩ ኮይኑ ኣይፋሉን ክብሪ ኔሩ ክብሪ ኔሩ ስለዚ ብዛዕባኦም ከይሓሰቡ ንዓኻ ንኤልያስ ክንደይ ዳስ ክንሰርሕ ኢሎም ንሙሴ ከኣ ወሲኾሞ ድዮም ሰለስተ ዳስ ሪኢኹም ዋላ ንየሱስ ዳስ ኢሎሞ ናዕና ኣይበሉን ኢሎም ድዮም ናዕና እንታይ ኮይኖም ዳስ ዘየድልዮም እሶም ዳስ ዘየድልዮም ንምንታይ ክብሪ ኣታ ክብሪ እስከ በሉ ብሩኻት ክብሪ እስከ በሉ ክብሪ እስከ በሉ እግዚኣብሔር ክብሪ ዝናፍቕ ወለዶ እዩ ዝደሊ ሓቂ እየ ዝብለኩም ዘለኹ ክብሪ ዝናፍቕ ጎይታ ክብርኻ እየ ዝደሊ እዚ እኹል ኣይኮነን፣ ከምዚ ጥራይ ክኸውን ኣይጸዋዕኻንን። ናይ ብሓቂ ከምዚ ጥራይ ክትከውን፣ ከምዚ ጥራይ ክኸውን ጎይታ ኣይጸውዓንን። ናይ ክብሪ ኣቕሓ ገይሩ እዩ ጸዊዑኩም ብሩኻት። ልብሲ ቅድስናኹም ምስ ለበስኩም ከይተዛረብኩምዎም ካልኦት ተማሪኾም እንታይ ዓይነት ሰብ እዩ እዚ፣ እንታይ ዓይነት ሰብ እያ እዚኣ፣ ከምዚ ዓይነት ሰብ ርኢና ኣይንፈልጥን ኢና ኢሎም ደድሕሬኹም ክመጹ ውሰዱና እባ ናብቲ ትኸድዎ ክብልኹም ክብሉኒ። ንምንታይ? ክዳን ቅድስና እንተድኣ ለቢስና። እዞም ሰባት እዚኦም ዋላ ሓንቲ ይንበረን ኣብቲ ጎቦ ከማን ደብህግ ጎቦ ኣይኮነን እዮም ዝብልዎ ገለ ሰብ ክዛረብ ሰማዕኩ ዘብህግ እውን ኣይኮነን እቲ ቦታ እቲ ዝነበርዎ እቲ ዝነበርዎ ሕጂ ክረአ ከሎስ ዝስሕብ ነገር የብሉን ግን እንታይ ነይሩ ክብሪ ዝብልዎ ከማን ኣይፈልጡን እዮም ነይሮም ይብል ኣይደለዩን ክኸዱ ጎይታ ይውሪድዎም ባዕሉ ንዑና ኢሉ ኣደይብዎም ንዑና ኢሉ ከ እንታይ ኢልዎም እሱ እምበር እሶም ኣይደለዩን ነይሮም ንምንታይ ክብሪ ኣሎ ብሩኻት ኩሉ ግዜ እንናፍቆ ክብሪ ክንእከብ ከለና ነቲ ክብሪ ደሊና ንሰብ ደሊና ኣይኮና ምሳይ ኣለኹም ወይ መርፍእ ክንውጋእ መዕገሲ መርፍእ ክንውጋእ ኣይኮና ንመፅእ ኣብዚ ንቤተ ክርስትያን ወጋኢት መርፍእ መዐገሲ ትወግእ በዝን በትን ገለ ኮይኑ ስለዚ ኣብዚ መጺኡ ኣጆኻ ኣጆኻ ክትሳገር ኢኻ እዚ ጹቡቅ ኣይኮነን ኣይኮንኩን ዝብለኩም ዘለኹ ብሩኻት ዝመጽእ ዘሎ ምናልባት ክትሳገሩ ኢኹም ኢለ ክስብከልኩም እኽእል እየ እቲ መንፈስ ተደኣ ኢሉ ማለት እዩ ሰሚዕኹምኒ ዶ ግን እንድሕር ከምኡ ዓይነት መዞ ነቲ ሰብ ከምኡ ጌርካ ኣጸናኒዕኻ ኣጸናኒዕኻ ኣረሳሲዕኻ ሽግር መረስዒ ኣይኮነን ኣኼባ ክብሪ መካፈሊ እዩ ሃሌሉያ ድምጺ ኣምላኽ ሰሚዕኻ ተዓጢቕካ ከይትካ ካብቲ ዝነበርካዮ ክብሪ ካልእ ክብሪ ወሲኽካ ብኻልእ ሓይሊ ተሲእኻ ትኸይድ ተገልግል ሃሌሉያ ዝመጽእ ዘሎ ትመጽእ ከምኡ ትውስኽ ትኸይድ ዝመጽእ ዘሎ ትውስኽ ትኸይድ ሎሚ እኮ ብሩኻት ስብከትና እኮ ሓንቲ ኮይና ምውፃእ ሲእና ካብ ሓንቲ ስብከት ስብከታት እንተ ደኣ ይደጋገም ሃልዩ ምስይ ኣለኹም ብሩኻት ሓደ ሓደ ግዜ እቶም ጥዑያት ኣገልገልቲ ምስጋር ይስእኑ እዮም ንምንታይ እቲ ህዝቢ እንድሕር ናብ ኣብ ሓደ ኮይኑ እሱ ኢኻ ክትደግመሎም እምበር እንታይ ዳሞ ሕጂ ሰሚዖማ ዘይፈልጡ ሓድሽ ከተምጻሎም ኣይትኽእልን ኢኻ ተመለሱ ተይልና ዝሓለፈ ሎሚ እውን ተመለሱ እዩ ተዘይ ተመሊስና ከድሕሪ እውን ተመለሱ እዩ ስለዚ ጎይታ እንታይ እዩ ዝደሊ ዘሎ ንሎዶቅያ ዝበላ መልእኽቲ ሎሚ እውን ንቤተ ክርስቲያን ይብል ኣሎ ሎሚ ውን ንዓይን ንዓኻትኩምን ንግልና ሎሚ ውን ንኣብ ውሻጠና ሎሚ ውን ኣብ ግላዊ ሂወትና ይብለና ኣሎ ናይ ሎዶቅያ ሂወት ዕርቃንካ ኢኻ ዘለኻ ተኸደን ኣየናይ ሸነኽ ሂወተይ እዩ ከምኡ ኮይኑ ዘሎ ኢልና ኣብ ጎይታ ንቕረብ የሱስ ክርስቶስ ኣብዚ ዘለና ናይ ነፍሲ ወከፍና ከርእየና ይኽእል እዩ እዚ ስለ ዝኾነ እዩ ዝሓቱ መልሲ ኣለዎም ዘይሓትት ሱቅ ኢሉ ዝከይድ ብሩካት ፀገም እዩ እናወሰከ እዩ ዝከይድ ዘይፅቡቅ ነገር እናወሰከ እዩ ዝከይድ ግን ደው ንበል ንሕተት ንመለስ ናብ ጎይታ ንሕና ብዙሕ ግዜ ነቶም ጎይታ ክቕበሉ ዝመስከርናሎም ሰባት የሱስ ክርስቶስ ኣብ ኣፍ ደገ ኾይኑ ዃሕዃሕ የብል ኣሎ። ሓደ እኳ ድምጹ ድምጸይ ሰሚዑ እንተ ኸፈተኒ ኣነ ናብኡ ክኣቱ'የ፣ ምስኡ ክድረር እየ ዝበለ ንሕና ነቶም ዘይኣመኑ ኢና ከምኡ ንብሎም። መጽሓፍ ቅዱስ ግን ንሎዶቅያ ኢሉ ነታ ማሕበሩ እተን ሸውዓተ ቀንዴል ዝበለን ኣብ ማእከል እተን ሸውዓተ ቀንዴል ከኣ ዝመላለስ ዝበለን ካብተን ሸውዓተ ቀንዴል ማሕበሩ ናቱ ብደሙ ዝዓደጋ ማሕበሩ ሎዶቅያ ንዓኣ እዩ ምሳይ ሕብረት የብልክን ካባይ ተፈላሊኪ ምስ ምድራዊ ነገር ተቋሪንኪ ምስ ምድራዊ ነገር ተታሓሒዝኪ ስለዚ ማዕጾ ክፈትለይ እእትውኒ ክኣቱ ናባ ክደሊ ኣለኩ ዝበላ ንማሕበሩ እዩ ንዓለም ኣይኮነን ንዓለም ኣይኮነን ንማሕበሩ ንማሕበሩ ሕብረት ደልዩ ጎይታ መዓስ ኢና ቀናእ ጎይታ ቀናእ ኣምላኽ እዩ ዝ ጎይታ ቀናእ ኣምላኽ እዩ መርዓቱ እያ ማሕበር መርዓቱ እያ እዛ መርዓቱ እዚኣ ንካልእ ክትከውን ኣይደልያን እዩ ዝገርመኩም እታ ዝረኣኽዋ ፅብቕቲ ጓል እኮ እያ መልክዓ ፅቡቕ እዚ ማለት እታ ማሕበር እያ ማለት እዩ ግንከ ጥርሓ ዕርቃና እንደገና እንደገና ሕብረት ክገብር ደልዩ ጎይታ ድራር ናይ ሕብረት ምልክት እዩ ጥዑይ ሕብረት ናይ ቀደም ሕብረት ከም ክልተ ፍቑራት ሰብኣይን ሰበይትን ከም ብሓድሽ ሓድሽ መርዑ ዝተመርዓው ዓይነት ሕብረት ምስ ክርስቶስ ክትገብር ማሕበሩ ጎይታ ይደሊ ኣሎ ኣብዚ መወዳእታ ግዜና ዘለና ብሩኻት ምድሓን ካብቲ ዝኣመንናሉ ግዜ ሕጂ ኣጸቢቑ ናባና እንታይ ኮይኑ ኣሎ? ቀሪቡ ኣሎ። ስለዚ ግብሪ ጸልማት እንታይ ንግበር ብሩኻት? በሉ እስከ ተዛረቡ። ንደርብዮ። ግብሪ ጸልማት ደርብዎ። ኣጽዋር ብርሃን እንታይ ግበሩ? ልበሱ። ልብስኺ ልበሲ። ኣጽዋር ብርሃን ልበሲ። ንምንታይ ቀሪቡ እዩ ጎይታ ንመርዓቱ ዝወስደላ ግዜ ቀሪቡ እዩ ኣብዚ ቀረባ ግዜ ግን መርዓቱ ተሰሊማ ክዳን ቅድስናኣ ተኸዲና ጻዕዳ ልብሳ ጌራ ተዳልያ ፔሎ ገለ ኩሉ ተጻባቢቓ ክትጸንሖ ይደሊ ኣሎ ዝደርበየቶ ክዳን ከተልዕሎ ይደሊ ኣሎ ጎይታ እቲ መንፈስ እዝኒ ዘላቶ እቲ መንፈስ ንማሕበራት ዝብለን ዘሎ ይስማዕ እዝኒ ዘላቶ እቲ መንፈስ ንማሕበራት ዝብሎ ዘሎ ይስማዕ እዝኒ ዘላቶ እቲ መንፈስ ንማሕበራት ዝብለን ዘሎ ይስማዕ ጎይታ ይባርኽኩም ንጸሊ።